ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ትጸንሑ ነዚ እዋን ዘደልናዮም ዜናታት ሒዘልኩም ቀሪብ ኣለኹ ንምክታልኩም ብኽብሪ ዕድም ክቡራት ሰማዕቲ ብርክት ዝበሉ እዋናዊ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንኽበጽሓኩም ዜናታት ብዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ ብፈለማ ትኹረት ግጭት ማእኸላይ ምብራቕ ናብ ቀይሕ ባሕሪ ተሰጋጊሩ ከምዘሎ ተገሊፁ። ኣብ መንጎ ኣሜሪካን ኢራንን ዘሎ ቀጥታዊ ወታደራዊ ግጭት ንግዚኡ ክሃድእ እንከሎ፣ ኣብ መንጎ ምንቅስቓስ ሑቲ የመንን ስዑዲ ዓረብን ዝምራሕ ጥምረት ኣብ ቀይሕ ባሕሪ ዝካየድ ዘሎ ግጭት ግና ከምዝተጋደደ ይግለፅ ኣሎ። ኣብ መንጎ ኣሜሪካን ኢራንን ዝተፈፀመ ተኹሲ ደው ምባል ንዲፕሎማሲያዊ ዝርርብ ኣፍደገ ክኸፍት እንከሎ፣ ዞባ ቀይሕ ባሕሪ ግን ሓድሽ መውዓሊ ግጭት ኮይኑ ተቐልቂሉ ኣሎ። ሑቲ ኣብ ኣህጉራዊ መስመራት መራኸብን ስትራቴጂካዊ መሰረተ ልምዓትን ዝፍጽምዎም መጥቃዕትታት ክቕጽሉ እንከለው፣ ብስዑዲ ዓረብ ዝድገፉ ሓይልታት መንግስቲ የመን ድማ ኣብ ልዕሊ ወተሃደራዊ መደበራት ሑቲ ብመጥቃዕቲ ነፈርቲ ክምልሱ ጸኒሖም ኣለው። ኣብ ዙርያ እቲ ቀንዲ ንግዳዊ መስመር መራኽብ ዓለም ዝኾነ መጻብብ ባብል እናገደደ ዝኸይድ ዘሎ ግጭት ንጸጥታ ባሕርን ኣህጉራዊ ቀረብ ጸዓት ንግዲ ነዳድን ከቢድ ሓደጋ ስዒቡሉ ኣሎ። ዋላኳ ብኣሜሪካን ኢራንን ቀጥታዊ ወተሃደራዊ ንጥፈታት እንተነከየ፣ ኣብቲ ዞባ ሓያለን ሕድሕዶም ዝተኣሳሰሩ ግንባራት ግጭት ንጡፋት ስለዝኾኑ፣ ኣብ ማእከላይ ምብራቕ ዘሎ ወጥሪ ኣብ ዘሰክፍ ደረጃ ከም ዝቕጽል ይንገር ኣሎ። ናብቲ ካሊእ ዜና ምስ እነምርሕ፣ ሰራዊት ሱዳን ስትራቴጂካዊት መስመር ቀረብ ዳዕመ ሰሪዕ ከም ዝበተኸ ኣፍሊጡ። ሰራዊት ሱዳን ምስኡ ዝተሰለፉ ሓይልታትን ኣብ ግዝኣት ሰሜን ኮርዶፋን ዝርከባ ባራን ኡም ሰያላን ዝርከበአን ወሰንቲ ከተማታት ስትራቴጂካዊ ቦታታትን ካብ ቁፅፅር ዳዕመ ሰሪዕ ሓራ ከም ዘውፅኣ ኣፍሊጡ። ጠቕላሊ እዚ ሓይልታት ሱዳን ብሰንበት 26 ሓምለ ኣብ ዘውፅኦ ወግዓዊ መግለፂ ሰራዊት ምስኡ ዝተሰለፉ ሓይልታትን ነተን ከተማታት ብሓይልን ቆራፅነትን ሓራ ከም ዘውፅእወን ኣረጋጊፁ። እቲ ወተሃደራዊ ስርሒት ብዝተጸንዐ ውጥን ዝተሰላሰለ ኮይኑ፣ ዕጡቓት ዳዕመ-ሰሪዕ ኣጽዋርን ወተሃደራዊ መካይንን ሓዲጎም ካብቶም ከባቢታት ክሃድሙ ከም ዝተገደዱ እቲ መግለጺ ወሲኹ ይሕብር። ካብ ወገን ዳዕመ-ሰሪዕ ብዛዕባ'ቲ ኣብ ሰሜን ኮርዶፋን ወሪዱዎም ዝተባህለ ስዕረት ዛጊድ ዝተውሃበ ወግዓዊ ግብረ-መልሲ የለን። ኣመሓዳሪ ዞባ ዳርፉር ሚኒ ኣርኮ ሚናዊ፣ ሰራዊት ሱዳን ምስ ሓበራዊ ሓይልታት ህዝባዊ ምክልኻልን ብምዃን ንከተማታት ባራ፣ ኡም-ጋርፍ፣ ኡም-ሰያላን ጃብራ ኣል-ሸክን ምሉእ ብምሉእ ከም ዝተቖጻጸሩ ገሊጹ። ሚናዊ ነቲ ስርሒት ንጹርን ዝተዋደደን ወተሃደራዊ ስጉምቲ ክብል ዝገለጾ ኮይኑ፣ እቲ ሎሚ ተመዝጊቡ ዘሎ ዓወት መወዳእታ ውግእ ዘይኮነስ ናብ ወሳኒ ስጉምቲ ዘምርሕ ሓድሽ ምዕራፍ ኢዩ ኢሉ። ኣብዚ ሓያል ውግእ ከም ዝተኻየደ ዝተገልጸ ስርሒት፣ ሓደ ካብ ላዕለዎት ኣዘዝቲ ምንቅስቓስ ሓርነት ሱዳን ዝኾነ ሜጀር ጀነራል ዓብደል ዓዚዝ እስማዒል ኣባከር፣ ሚኒስተር ኣታክ ሰብዓን ሸውዓተን፣ ኣብቲ ውግእ ከም ዝሞተ ተገሊጹ። ሱዳን ትሪቡን ከም ዝጸብጸቦ፣ እዘን ሓራ ዝወጻ ከባቢታት ኣብቲ ሓፈሻዊ ውግእ ሱዳን ወሳኒ ወተሃደራዊ ረብሓ ኣለወን። ከተማ ባራ ካብ ርእሰ ከተማ እታ ግዝኣት ዝዀነት ኣል ዑበይድ ብሸነኽ ምብራቕ ኣርብዓን ሓሙሽተን ኪሎ ሜትር ጥራሕ ርሒቓ እትርከብ ካልኣይቲ ዝዓበየት ከተማ ሰሜን ኮርዶፋን እያ። ምቍጽጻር ናይዛ ከተማ፣ ነታ ንመላእ ምዕራብ ሱዳን እተራኽብ ማእኸለት ንግድን ወተሃደራውን መዓስከር ዝኾነት ኣል-ዑበይድ ካብ ናይ ከበባ ስግኣት ዝቕንጥጥ ምዃኑ ይግለጽ ኣሎ። ካብዚ ብዝለዓለ ግን ምቁጽጻር ኡም ሰያላም ነቲ ንሰሜን ኮርዶፋን ምስ ኦምዱርማን ዘራኽብ ስትራቴጂካዊ መስመር ንሰራዊት ሱዳን ሓድሽ መስመር ቀረብ ዝኸፍት እዩ። እዚ ምዕባለ'ዚ ንሓይልታት ዳዕመ ሰሪዕ ኣብ ከባቢ ወተሃደራዊ ተነጽሎ ዘእትወሉ ምኽንያት ኣብ ዶባት ጫድ ተበጊሱ ብዳርፉር ኣቢሉ ናብ ግዝኣት ከርቱም ዘሕልፍዎ ዝነበሩ ወተሃደራዊ ቀረብ ነዳዲ ኣጽዋርን ዕጡቓትን ሕጂ ብሰራዊት ሱዳን ስለዝተቖርጸ'ዩ። ተንተንቲ ከምዝገልጽዎ እቶም ኣብ ውሽጢ ሱዳን ዘለዉ ዕጡቓት ዳዕመ-ሰሪዕ ካብቲ ቀንዲ ምንጪ ቀረቦም ዝኾነ ዞባ ዳርፉር ተነጺሎም ከምዝተርፉ ዝገብር ስትራቴጂካዊ ስጉምቲ'ዩ። ነበርቲ እቲ ከባቢ ንምትሓዝ እዘን ከተማታት ብሓጎስ ከምዝተቐበልወን ንመድየም ራድዮ ኣብ ዝሃብዎ ቃል ገሊፆም ኣለው። ሓደ ካብቶም ነበርቲ ኩሎም መስመራት ዳግም ክኽፈቱ እዮም፣ መላእ ኮርዶፋን ድማ ናብ ንቡር ክትምለስ እያ ክብል ትስፍኡ ገሊፁ'ሎ። እንተኾነ እታ ግዝኣት ገና ኣብ ትሕቲ ከቢድ ሰብኣዊ ፅቕጢ ከምትርከብ ትካላት ረድኢት እናጠንቀቓ ይርከባ ኣለዋ። ብመሰረት ጸብጻባት ኣህራም ኦንላይን፣ ፕሮግራም መግቢ ዓለም ኣብ ኣል ዑበይድ ዘሎ ኩነታት ኣዝዩ ኣሻቓሊ ምዃኑ ሓቢሩ'ሎ። ዳይርክተር እቲ ትካል ኣብ ሱዳን ዓብዱላ ኣል ወርዳት ከምዝገለጾ፣ ብሰንኪ'ቲ ከበባን ካብ ዝተፈላለዩ ዞባታት ሱዳን ዝውሕዙ ዘለዉ ተመዛበልትን፣ ቁጽሪ ህዝቢ እታ ከተማ ብዕጽፊ ወሲኹ ኣሎ። እዚ ድማ ኣብ ቀረብ መግቢ፣ ማይን መድሓኒትን ከቢድ ጸቕጢ ፈጢሩ ይርከብ። ዳዕመ ሰሪዕ ንከተማ ኣል ዑበይድ ንነዊሕ እዋን ከቢቡዋ ብምጽንሑ፣ እታ ከተማ ኣብ ደንደስ ጥሜት'ያ እትርከብ። ካብ ሚያዝያ ክልተ ሽሕን ዕስራን ሰለስተን ጀሚሩ ኣብ መንጎ ሰራዊት ሱዳንን ዳዕመ ሰሪዕን ዝካየድ ዘሎ ውግእ ንመላእ ሃገራዊ ቁጠባዊ ሱዳን ኣዳኺምዎ ጥራሕ ዘይኮነ ኣስታት ዓሰርተ ሰለስተ ሚልዮን ዜጋታት ካብ መረበቶም ብምምዝባል ኣብ ዓለምና ካብ ዘጋጠሙ ዝኸፍኡ ሰብኣዊ ቅልውላዋት ፈጢሩ እዩ። ሕቡራት ሃገራት ኣብ ዝተፈላለዩ ዞባታት ሱዳን ምልክታ ጃምላዊ ህልቂት ዘለዎም ግህሰታት ይፍፀሙ ምህላዎም ከጠንቅቕ ፀኒሑ ኣሎ። እዚ ኣብ ሰሜን ኩርዱፋን ብሰራዊት ሱዳን ተምዝጊቡ ዘሎ ዓወት ንሰራዊት ሱዳን ካብ ምክልኻል ናብ መጥቃዕቲ ተሰጋጊሩ ምህላው ዘርኢ ኮይኑ፣ ኣብ ዝግበር ዝኾነ ናይ ሰላም ዘተ ድማ ንመንግስቲ ሱዳን ዝያዳ ድልዱል ናይ ምድርዳር ዓቕሚ ከም ዝህቦ ተንተንቲ ይገልጹ። ናብቲ ካሊእ ዜና ምስ እነምርሕ፣ ፖለቲከኛ ጀዋር መሓመድ ምስ ኤርትራ ፍሉይ ርክብ ምምስራት ከም ዘድሊ ኣብሪሁ። ፖለቲከኛ ኣቶ ጀዋር መሓመድ ሎሚ ኣብ ቲክታክ ኣብ ዝተኻየደ ናይ ዘተ መድረኽ መደረኡ፣ ኣብ ታሪኽ ኢትዮጵያ ግዝያዊ ፖለቲካ ምሕዝነት ዘስዕቦ ሓደጋታት፣ ሕጂ እታ ሃገር ዘድልያ ፖለቲካዊ ራኢ ከምኡውን ምስ ኤርትራ ዘሎ ዞባዊ ምትእስሳር ብዝምልከት ሰፊሕ ትንታነ ሂቡ ኣሎ። ኣቶ ጀዋር መሓመድ ኣብ ታሪኽ ኢትዮጵያ ንጉስ ብድሕሪኡ ደርጊ ንምውዳቕ ዝተመስረተ ፖለቲካዊ ምሕዝነት ግዝያዊ ጸላኢ ካብ ምእላይ ሓሊፉ ቀዋሚ ፍታሕ ዘምጽእ ኣይነበረን ኢሉ። ልክዕ ከምቲ ንደርጊ ንምውዳቕ ዝተፈጥረ ምትሕብባር ንኤሊት ኣምሓራ ብምንጻል ሓድሽ ፖለቲካዊ ትረኻ ዝወለደ ካብ ክልተ ሽሕን ዓሰርተ ሸሞንተን ክሳብ ክልተ ሽሕን ዕስራን ዝነበረ ምትሕብባር ንትግራይ ኣግሊሉ ሃገር ናብ ኲናት ከም ዘእተወ እውን ኣዘኻኺሩ። ድሕሪ ምፍራስ ማእኸላይ መንግስቲ፣ ኣብይ ንምግልባጥ ጥራሕ ዝፍጠር ምትሕብባር ልዑል ሓደጋ ከም ዘለዎ ዘጠንቀቐ እቲ ፖለቲከኛ፣ ድሕሪ ኣብይ ኣሕመድ ወይ ብልፅግና ኢትዮጵያ እንታይ ዓይነት ምሕደራን ማሕበራዊ ውዳበን ክህልዋ እዩ ብዝብል ፖለቲካዊ ሓይልታት ኣቐዲሞም ክዘራረብሉን ኣብ ስምምዕ ክበፅሑሉን ከም ዘለዎ ኣስሚሩሉ። እዚ እንተዘይተገይሩ ግን እታ ሃገር ናብ ካሊእ ሓዱሽ ዑደት ህውከት ክትኣቱ ምዃና'ውን ኣጠንቂቕሎም። ምዕጻው ፖለቲካዊ መድረኽ ናይ ወጻኢ ኢድ ኣታውነትን ብዝምልከት፣ ፖለቲካዊ ሜዳ ምስ ዝዕጸው መማረጺ ሰለማዊ ቃልሲ ንጠመንጃ ከም ዝህብ'ውን ገሊጹ። ዝኾነ ይኹን ሓይሊ ዕጥቃዊ ቃልሲ ዝጅምር፣ ወተሃደራዊ ደገፍ ንምርካብ ምስ ካልኦት ናይ ወጻኢ ሓይልታት ክተሓባበር ከም ዝግደድ'ውን ኣብሪሁ። ኣቶ ጀዋር ኣብ ኢትዮጵያ ዘጋጠመ ውሽጣዊ ቅልውላው ንፖሊሲ ወጻኢ ግብጺ ዓቢ ክፍተት ከም ዝፈጠረ'ውን ኣመልኪቱ። ብተወሳኺ ኢትዮጵያ ኣብ ጉዳይ ሱዳን ብግጉይ ኣቀራርባኣ፣ ሱዳን ምስ ዓመጽቲ ኢትዮጵያን ኤርትራን ክትውግን ከም ዝደፍኣ'ዩ ገሊጹ። ምስ ኤርትራ ክህሉ ዝግበኦ ፍሉይ ዝምድና ብዝምልከት ሰፊሕ መብርሂ ዝሃበ ኣቶ ጀዋር፣ ኢትዮጵያ ኤርትራን ከም ናይ ወጻኢ ሃገራት ምርኣይ ጌጋ ምዃኑ ጠቒሱ። ዝምድና ክልቲኤን ሃገራት ዘይተወደኣ ፍትሕ'ዩ ዝበለ ጅዋር፣ ህንጸት መንግስትን ጸጥታን ስግኣትን ክልቲኤን ሃገራት ክሳብ ዘይተፈትሐ ሰላም ኤርትራን ኢትዮጵያን ክውን ክኸውን ከምዘይክእል ኣስሚርሉ። ቁጠባ፣ ቁጠባን ሰላምን ክልቲኤን ሃገራት ብቐረባ ዝተኣሳሰረ ምዃኑ ብምምልኻት፣ ቁጠባ ኢትዮጵያ ኣብ ምብራቕ ክዓቢ ንደሊ፣ ኣብ ሰሜን ድማ ምጽዋዕ ምርካብ ኣገዳሲ'ዩ፣ ብወገን ኤርትራ ድማ ቁጠባኣ ንምዕባይ ናብ ሰፊሕ ዕዳጋ ኢትዮጵያ ክትበጽሖ ኣለዋ ክብል ኣብሪሁ። እዚ ወለዶ እዚ ቅድሚ ሕጂ ዝነበረ ፖለቲካዊ ትረኻታት ገዲፉ ብዛዕባ ሰፊሕ ሃገራዊ ዞባውን ምትእስሳር ክሓስብ ከምዘለዎ ድማ ጸዊዑ። ኣብ መንጎ ኢትዮጵያን ኤርትራን ከም ኣሜሪካን ኢንግሊዝ ፍሉይ ዝምድና ክህነጽ ከምዘለዎ ዘስመረሉ እቲ ፖለቲከኛ፣ ማሕበራዊ ፖለቲካውን ቁተባውን ጸጥታ ጉዳያት ክልቲኤን ሃገራት ናብ ዝለዓለ ደረጃ ምብጻሕ ከምዘድሊ እውን ገሊጹ'ሎ። ናብቲ ናይ መወዳእታ ዜና ምስ እንሰገር መንግስቲ ትግራይ ሓድሽ ባጀት ከም ዘጽደቐ ኣፍሊጡ። ጉዳይ ኣፈጻጽማ ስምምዓት ዋሕዚ ፋይናንስን ብንጹር ዘይተፈትሓሉን ኣብ መንጎ ክልልን መንግስቲ ፌደራል ፖለቲካዊ ወጥሪ ኣብ ዝረኣየሉን እዋን ቤት ምኽሪ መንግስቲ ክልል ትግራይ ንበጀት ዓመት 2019 ኣቆጻጽራ ገጽ ልዕሊ 65 ቢልዮንን 296 ሚልዮንን ብር በጀት ብምሉእ ድምጺ ኣጽዲቑ። ብመሰረት እቲ ውሳነ እቲ ቤት ምኽሪ፣ እዚ ንመኽፈሊ ደሞዝን ወፃኢታት ስራሕን ዝውዕል በጀት ሙሉእ ብሙሉእ ካብ ውሽጣዊ ሃፍቲ እታ ክልል ካብ ዝእከብ እቶት ዝምወል እዩ ዝብል ዝምወል እዩ ዝብል መግለፂ ድማ ኣቓልቦ ብዙሓት ስሒቡ ኣሎ። እዚ በጀት ብውሽጣዊ ዓቕሚ ንምሽፋን ዝተወስደ ውሳነ ኣብ መንጎ ህዝቢ ትግራይን መንግስትን ዘሎ ምትእምማን ንምጥንኻር ዓርሰ ምርኮሳ ንምምዕባልን ዝውሰድ ስጉምቲ ምዃኑ እውን እቲ ቤት ምኽሪ ኣፍሊጡ ኣሎ። እዚ ናይ በጀት ውሳነ ኣብ መንጎ ህዝባዊ ግንባር ሓርነት ትግራይ ህወሓትን ፌደራል መንግስትን ዝነበረ ፖለቲካውን ቁጠባውን ወጥሪ ሙሉእ ብሙሉእ ፍታሕ ኣብ ዘይረኸበሉን ሕጂ እውን ብዛዕባ ኣተገባብራ ስምምዕ ሰላም ፕሪቶርያ ከቢድ ቅሬታ ኣብ ዝረኣየሉን እዋን ዝተገልፀ እዩ። ብፍላይ ድሕሪ ምዝዛም እቲ ኹናት ኣብ መንጎ መንግስቲ ፌደራልን ኣብ ክልል ዝወሃብ ዝነበረ ድጎማ ባጀት ምዝሕሓል ስራሕቲ ተሃድሶን ሕቶታት ሕጋዊ ስብዕናን ፖለቲካዊ ክናን ህወሓት ከምኡውን ክትዓት ዶባት ኣወዳድባ ስልጣንን ኣብ መንጎ ክልቲኡ ውድባት ዝነበረ ምትእምማን ዝምድናን ናብ ገለ ኣብ ሓደጋ እትይዎ እዩ ዝርከብ ዘሎ። ብመሰረት ናይ ቁጠባ ፖለቲካዊ ተዓዘብቲ ድሕሪ ኲናት ገና ትሓውስ ዘላ ዞባ ሙሉእ ብሙሉእ ኣብ ውሽጣዊ እቶት ዝተመርኮሰ ትልሚ ባጀት ምስራሓ ኣብ እዋን ኣተገባብራ ከቢድ ብድሆ ከጋጥማ ከምዝኽእል እዮም ዝግምቱ። ይኹን እምበር እቲ ስጉምቲ ምስ ፌደራል መንግስቲ ዝተረጋገጸ ፖለቲካውን በጀታውን ርክብ ክፍጠር ዝኽእል ፋይናንሳዊ ክፍተት ንምግጣም ዝሕግዝ ዓርሰ ዓቕምን ስትራቴጂካዊ መልእኽትን እዩ'ውን ዝበሉ ኣለዉ። እዚ ከምዚ ኢሉ እንከሎ፣ ብሃገራዊ ቦርድ መረጻ ኣፍልጦ ዝተኸልከለ ኣቦ ወንበር ህወሓት ዶክተር ደብረጽዮን ገብረሚካኤል፣ ግዝያዊ ምምሕዳር ትግራይ ብምእላይ ፕሬዚደንት እቲ ክልል ምዃኑ ብምእዋጅ፣ መሓውር መንግስቲ ብዝያዳ ክቆጻጸር ዘኽእሎ ሓድሽ ሽሞት ሂቡ ከምዘሎ'ውን ተገሊጹ'ሎ። በዚ መሰረት ንዶክተር ረዳኢ በርሀ ሓላፊ ቢሮ ንግድን ልምዓትን፣ ኣቶ ተወልደብርሃን ተስፋኣለም ድማ ሓለፊ ቢሮ ሰላምን ድሕንነትን ገይሩ ሸይማሎም። ካብዚ ብተወሳኺ ትማሊ ኣብ ዝተፀወዐ ኣኼባ ቤት ምኽሪ ክልል ሽሞት መራሕቲ ቀዋሚ ኮሚቴ፣ ዳያኑ ላዕለዎት ቤት ፍርድን ወረዳ ቤት ፍርድን ከምዘፅደቐን ተፀብፂቡ ይርከብ ኣሎ። ባርከስ ክቡራት ተዓዘብቲ ነዚ እዋን ዝድል ናይ ሓበሬታ እዚ መስል ነይሩ ብኻሊእ ዜና ክስካዕ ንራኸብ ሰላም።